ሰላም ሰላም ያጀምዓ ከመይ ሓዲርኩም ከመይ ውዒልኩም ከመይ እርፊድኩም ንኩልኩም በብዘለኹሞ ሰዓት ሰላምታ ይብፃሕኹም ኩልኹም ህዝቢ ትግራይ ህዝቢ ኤርትራ ፈተውቲ ሰላም ማለት እዩ ንኩልኹም ሰላምታይ ኣንቱም ህዝቢ ትግራይን ህዝቢ ኤርትራን ሰላም ኮይኑ ብሰላም ከይነብር ሓቢሩ ፀገማቱ ከይፈትሕ ሽማሽም ተውፅእሉ ዘለኹም ትፀርፉና ዘለኹም ሚኪ ናይ ሻዕብያ ገረድ እዩ ሚኪ ናይ ሻዕብያ ኩርኩር እዩ ሚኪ ናይ ሻዕብያ ዕስው እዩ ትብሉና ዘለኹም ከዓን ኣየኹም ግዲ የብልኩምን ሻዕብያ ማለት ህዝቢ ኤርትራ ስለዝኾነ ሕውሓት ማለት ህዝቢ ትግራይ ስለዝኾነ እዚ ህዝብታት እዚ ከኣ ኣነ ትምኒተይ ናይ ውልቀይ ትምኒተይን ባህገይን ክገልፅ እንከለኹ ኣንቱም ትቕበልዎ ቀፅሉሉ ቃልስኹም ኣብ ጎንኹም ኣለኹ ከም ሓደ ትግራዋይ ኮይነ ናይ ማንም ዕሱብ ኮይነ ዘይኮነስ ናይ ህዝቢ ድምፂ ንምዃን ህዝቢ ትግራይን ህዝቢ ኤርትራን ክብሪ ስለዘለኒ እዩ። እዚ ህዝቢ እዚዩ ብሰላም ክነብር ድልየተይን ናተይ ባህገይን ስለ ዝኾነ ዝምነዮ ሰላም ኣብ ህዝቢ ትግራይን ኣብ ህዝቢ ኤርትራን። ብሰላም ግደፍዎ ህዝቢ ትግራይን ህዝቢ ኤርትራን ጎቦታት ትግራይን ጎቦታት ኤርትራን እተን እንስሳታት ኣብ ትግራይን ኣብ ኤርትራን ዘለዋ እውን ተፋቒረን ብሰላም ክነብራ ጎቦታትን መይዳታትን ናይ ትግራይን ናይ ኤርትራን ህዝቢ ትግራይን ህዝቢ ኤርትራን ከልምዖ ክነብረሉ ብሰላም ብኹናት ዘይኮነሲ ብፍቕሪ ብሰላም ክነብረሉ እዩ ትምኒተይ። ንዛ ትምኒት እዚኣ ትጸልኡ ንኣይ ትጻረፉ ብዚ ሰንኪ እዚ ግን ኣነ ምንም ክብለኩም ኣይክእልን እየ ጥራይ እንታይ እየ ክብለኩም ዝደሊ ምሕረት የውርደልኩም በቃ ምሕረት የውርደልኩም ሰላም ብምስባኸይ ህዝቢ ትግራይን ህዝቢ ኤርትራን ሲ ብሰላም ክነብርስ ትምኒት ኣለኒ ንፋቶ ንፋቀር ተጋሩን ኤርትራውያን ብምባለይ ንኣይ ተሻማቕቑ ትፃረፉ ምሕረት የውርደልኩም እየ ዝብለኩም ምክንያቱ እዚ ጎስጓስ እዚ ሒዘዮ ዘለኹ ክቕጽል ጥራይ ዘይኮነስ ንዘለኣለማዊ ንቲ መንእሰይ ናይ ሎሚ ንቲ ሓድሽ ወለዶ ናይ ጽባሕ ፍቕርን ሰላምን ኣብ ህዝቢ ትግራይን ህዝቢ ኤርትራን ጥራይ ዘይኮነ ኣብቲ ዞባ ብምሉእ ፍቕርን ሰላምን ንክፍጠር ብሰላም ክንነብር ምዕራባውያን ዘምጽእዎ መሳራእያ መቃተሊና ንተጋሩን ኤርትራውያንን ኣደ ትግራይን ኣደ ኤርትራን ከይትነብዕ ብሰላም ንክነብር ዝህዝታት እዙይ እዩ እቲ ናተይ ትምኒት እዚ ትምኒተይ እዚ ካነየ ናፍቲ ልቢ ዘለዎ ትግራዋይ ናፍቲ ልቢ ዘለዎ ኤርትራዊ ናፍታ ኣዶ ትግራይ ኣዶ ኤርትራ ናፍቶም ወጣታት ተጋሩን ኤርትራውያንን ጥራይ የሕልፉለይ የብፅሑለይ መልእኽተይ ሰላም ፈተውቲ ሰላም ስበኹ። ኣብ ሰላም ብዝበልናዮ ህዝታት ትግራይን ኤርትራን ጽልኢትን ሕነ ምፍዳይን ዝምነዩ ሰባት እዚኣቶም ሸያጥን እምበር ሰባት ክኾኑ ስለ ዘይኽእሉ ንሸይጣን ከኣን ምንም ክትገብሮ ኣይትኽእልን ኢኻ ሰው እዚ ኢለ ናይ ጽምዶ ምዕባለታት ጥራይ ዘይኮነስ ወተሃደራውን መንግስታውን ንክኸውን ከኣን ክንጉስጉስ ክንሰርሕ ኣለና ካውዚ ኢለ ናይ ትግራይ ጉዳይ እየ ሎማዓንቲ ኣምፂኡኒ ዘሎ እቲ መበገሲየይ ፍቅሪ ናይ ህዝብታትይ እየ ገሊፀ ዘለኩ ኣውዚዩ ዘይተመቸወኩም ካኣ ነየ ናይ ባዕልኩም ፀገም እዩ ኣብ ትግራይ ሽዱሽተ ማዓልቲ ቀርዩና ኣሎ ግዝያዊ ምምሕዳር ትግራይ ጀነራል ታደሰ ወረደ ናይ ሓደ ዓመት ግዝያዊ ምምሕዳር ኮይኑ እናገልገለሉ ዝፀንሐ መዓልትታት ሰውሪ መኪና ከይብላን እየን ይንቀሳቐስ ስለ ዘሎ ካብ ዓፈስ ውፅእ ኢለይ ናይ መዓልቱ ዘብቅዐሉ ሽዱሽተ መዓልቲ ቀርየን ኣለዋ ኣብዘን ዝመፃ ዘለዋ ሽዱሽተ መዓልቲ ኣብ ትግራይ እንታይ ይግበር ኣሎ ክነግረኩም ኣብ ትግራይ ኣብ ከተማታትን ኣብ ገጠርን ትግራይ ናዕብታት ክፍጠር ራብሻ ክልዓል ጎስጓሳት ውሽጢ ውሽጢ እናተሰርሐ ኣሎ ኣብዚ እዩ መንእሰይ ትግራይ ሰራዊት ትግራይ ህዝቢ ትግራይ ክትጥንቀቅ ኣለካ ኣብዚ ኣብዚ ራዕዲ እዚ ዝሳተፉ ኣካላት ባዕልኻ በብኣንጎሎ ኣብ ገጠር ናብ ከተማን ዋርድያ ኮይንካ ክትቆፃፀር ክትሕሉ ኣለካ ህዝቢ ትግራይ ሰራዊት ትግራይ ፖሊስ ትግራይ ምልሻ ትግራይ ኩልኹም ኣብዚ ኢድን ጓንትን ኮይንካ ምስራሕ እዩ ዓድኻ ቁሸትካ ከባቢኻ ክትሕሉ ትኽእል ንስኻ ልቢ ጌርካ እንድሕር ኣንጻር ሰላም ኣንጻር ህዝብና ዝንቀሳቀስ ሓይሊ ብውሽጢ ተዘርጊሑ እንተልዩ ንስኻ ከም ህዝቢ እዚዩ ክትቆጻጸር ክትሕሉ ኣለካ። ሶ እዚ መልእኽተይ እዩ። ኣብዚዩ እንታይ እዩ ኣነ ብጣዕሚ ዘሕዝነኒ ሓደ ግዜ ታደሰ ወረደ ናብ ቦትኡ ኣትይ ይብሉኻ፣ ሓደ ግዜ ታደሰ ወረደ ልኡኻት የዋፍሮ ኣሎ ይብሉኻ። ኣቱም ሰባት እዛ ትግራይ እዚኣ ሲ ብውልቀ ሰባት ከም ድሌቶም ዝውንንዋ ክትከውን ሲ ኣይንፈቅድን ኢልና ድምፂ ንኹን ንህዝብና። በቃ ኣብዚ ውድብና ህወሓት ብህዝቢ ተመሪፁ መንግስቲ ተኺሉ መንግስቲ ኮይኑ እናመርሐ እንዳሃለወ ኣብ ትግራይ ኩናት ዝወልዐ ብልፅግና ኦሮሞ እዩ። ብልፅግና ኦሮሞ ህዝቢ ትግራይ ከጥፍኦ እየ ኢሉ ብኒ ዳንኤል ክብረት ኣዋጅ ተኣውጁ ኣብ ህዝቢ ትግራይ ዝወረደ ጀነሳይዳል ኩናት ኩልና ንፈልጦ ኢና። ኩልኻ ትግራዋይ እዚ ሕድሕድ ትግራዋይ ንፈልጦ ጉዳይ እዩ። ጀነሳይድ ኣብ ህዝብና ኣዊጆም ጀነሳይድ ኣብ ህዝብና ፈፂሞም እዮም ፀላእትና። ንዚ ጀነሳይድ እዚ ዝፈፀሙ ፀላእትና ሒዚ እውን ተጋሩ ናይዚኣቶም ኮራኹር ኮይኖም ኣብ ኣዲስ ኣበባ ናይ ምርጫ ቦርድ ኮሚሽን ንዛተ ዛዕባ ትግራይ ኢሎም ዝኸድዎ ዘለዉ ናይ እኒ ወዲ ጉዕሽ ገብረ ወዲ ኣባተ ኣብ ሓራ መሬት ከይዶም እንታይ ይሰርሑ ኣለዉ ንሪኦም ኣለና ኣብ ዓፋር ትግራዋይ ንትግራዋይ ከቃትልዎ ጸላእትና ብቶም ብቶም ዕሱባት ብቶም ካሕዳማት እንታይ ይብሉና ኣለዉ ንሪኦም ኣለና ኣብዚ ሰሙን እዚዩ ካብ ናይ ፀፅታ መሓውር ናይ ትግራይ ካብ ናይ ፀፅታ እየ ዝብለኩም ዘለኹ ኣብ ኣዲስ ኣበባ መሊቖም ካብ ትግራይ ከይዶም ኣብ ኣዲስ ኣበባ ምስ ብልፅግና እንታይ ሰሪሖም መፅኦም ዝብል ሕቶ ኣለኒ ንኩልኻ ትግራዋይ በተለይ በተለይ ኣብ ትግራይ ዝኔኻ ኣብ መቐለ ንኣብነት ኤርፖርታት ይኹን ዝተፈላለዩ ቦታታት ኬላ ተቐሚጡ ኣሎ። እዚ ኬላ እዚ ተቐሚጡ እንዳሃለወ ግን ኣብ ግዜያዊ ምምሕዳር ዝኒሀ ስርዓት ንምንታይ እዩ ከም ድልየቱ እቲ ኬላ ክጥሕስ ኣለዉ ዝበሃሉ ናይ ፀፅታ ኣካላት ብቲ ግዜያዊ ምምሕዳር ድዮም ተላኢኸዎም ኣይተላእኹን ኣብቲ ባይታ ዝኒኻ ፀፅታ መሓውርካ ኣብ ውሽጥኻ ዘሎ ሓይሊ ፈትሽ እንታይ ክገብሩ እዮም ለምቅነ ካብቶም ናይ ፀፅታ ኣለው ዝበሃሉ ኣመራርሓ ናይ ትግራይ ኣዲስ ኣበባ በፂሖም መፅዮም ልዕሊ ኣርብዓ ሽሕ ካሽ ኣውኢዶም ተረኺቡ ንምንታይ እዩ ብርከ ይመስለኩም ልዕሊ ኣርብዓ ሽሕ ዝብለኩም ዘለኹ ልዕሊ ኣርብዓ ሽሕ ቅርሺ ኣብ ኤርፖርት ንምንታይ ኣዮ ተፍትሽ ቅርሺ ተረኪቡ ኣብ ኢዶም እዚዩ ቅርሺ ክብለኩም ተለኩ ኣርብዓ ሽሕ ብር ኣይኮነን ኣርብዓ ሽሕ እንታይ ከም ዝኮነ ግን ኣነ ኣብቲ ዲቴሉ ክኣቶ ይደልን ግን ኣብዚዩ ላዕለዎት ኣመራርሓ ዘለኹም ናይ ስለያ መሓውራት ናይ ፀፅታ መሓውራት እዚኦም እንታይ ክገብሩ እዮም ንኣዲስ ኣበባ ከይዶም መን እዩ ከዲእኽዎም መን ኣፍልጦ ነይርዎ ክኸዱ ንምንታይ እዬም ከ ሒዚ ዝኾነ ኣካል ሓቲትዎም ኣይተንቀሳቀስናን እኔና ኢና ንግሆ ንኣዲስ ኣበባ ከይዶም ምሸት ዝምለሱ ኣካላት እኔዉ ናብ ትግራይ መኻስ ኣብ መሪሕነት ተይቀሬ ማለት እዩ ኣብ ፀፅታ ኣብ ስለያ ካምፖርማይዝ ትኸውን ኣለኻ ሰራዊት ትግራይ እና ንሕና መልእኽትና ንሕልፍ ካምፖርማይዝ ንኾነ ኣለና መንግስቲ ትግራይ ኣብ ውሽጥኻ ዘሎሲ እንታይ እዩ ዝገብር ዘሎ መን ከ እዮም እዚኣቶም ርኽክቦም ከ ምስ ጀነራል ታደሰ ወረደ እንታይ እዩ? ብስሩ ከ ጀነራል ታደሰ ወረደ ባዕሉ ድዩ ኮነ ኢሉ ሒዙ እውን ነቲ ቃልሲ ናይ ትግራይ ንምፍራስ ይሰርሕ ድዩ ዘሎስ ካብዚ ቃልሲ እዚ ንሕና ብደንቢ ጌርና ተቓሊስና ክንወፅእ ይሰርሕ ዘሎ ግዝያዊ ምምሕዳር ትግራይ? ሽዱሽተ መዓልቲ ቀሪዩና እኒዋ ናብ ኣዲስ ኣበባ ለምቅነ ዝኸደ ኣካል ግን እንታይ ክገብር እዩ? ኣነ እቲ ሽም ከልዕል ዘይደለኹ ምኽንያቱ ናብ ስምዒት ስለ ንኸይድ። ከምዚ ጌርካ ውልቀ ሰባት ተልዕሎ ኣለኻ ሹም ስለ ዝበሃል እየ ተቖጢበ እቲ ሹም ገዲፈዮ ኣለኹ እምበር ኣብ ግዚኡ መን ምዃኑ ክንነግረኩም ኢና ከነውፅኦ ኢና እቲ ሹም ባይዘወ ጥራይ ግን ኣነ እንታይ እየ ዝገብር ዘለኹ ሒዚ ኣንፈት ይወኩም ኣለኹ ቅድሚ ሒዚ እውን እቶም ኮማንዶታት ኣብ መቐለ ዝዛጋጀው ዝነበሩ ብምስጢር እንወለጋ ዝመርሕዎም ኣቐዲመ ተዛሪበ እየ መጨረሽኡ እዚ ጉድ እዚ ግን ላዕለዎት መራሕቲ እውን ምስ ፈለጥዎ ምስ ሰምዕዎ እቲ ጉዳት ምስ ተፃረየ እቲ ሓቂ ምዃኑ ምስ ተፈለጠ እኒ ወለጋ እኒ ወዲ ኣባተ እኒ ጉዑሽ ገብረ ሃዲሞም ከይዶም ነዲስ ኣበባ እዚ ትፈልጡ ኢኹም እው ኣነ ሓደ ሓደ ግዜ ትወቕሱኒ ኢኹም ምስጢር ተውፅኢኻ ዶ መርትዖ ከካበይ ኣምፂኻዮ መን እዩ ሓበሬታ ሂብካ ትብሉ ኣለኹም ሕዚ ግን ኣነ ክትፈልጥዎ ዘለኩም ተጋሩ ለምቅነ ግዝያዊ ምምሕዳር ኣነ ብናተይ ገምጋም ይፈልጦ ጥራይ ዘይኮነስ ግዝያዊ ምምሕዳር ኣማቻችዩ ዝለኣኾም ናይ ስለያ መሓውር ላዕለዋይ መሪሕነት ናብ ፀላእትና ኣዲስ ኣበባ መሊቖም ከይዶም ኬላታት እውን እንዳሃለወ ኣብ መቐለ ካብ መቐለ ተሳፊሮም ከይዶም ምስ ብልፅግና ርኽክብ ገይሮም ሒዚ መፅኦም ኣለዉ ናብ መቐለ ተመሊሶም ኣትዮም ኣለዉ። ነዚኦምስ እዪ ሰራዊት ትግራይ ስለያ ትግራይ ፍስሃ ማንጁስ ዝመርሖ ዘሎ ኣመራርሓ ናይ ስለያ ትግራይስ ይፈልጦ ዶ? እቶም ኣብ ከየላ ዝኔዉ ሰባት ከ ከመይ ገይሮም እዮም ክልተ ሰለስተ ከየላ ሓሊፎም ከይዶም? ሳነይ ኣነ እቲ ኣንፈት ይወኩም ኣለኹ እቲ ኤቨደንስ እኒሀኒ እዩ እቲ ዲቴሉ እኒሀኒ እዩ መን ከም ዝኾኑ እውን እኒሀኒ እዩ ሹም ሹማቶም እኒሀኒ እዩ መዓዝ ከይዶም ኣበይን ኤርፖርት እዩ እቲ ቅርሺ እቲ ኣብ ኢዶም ዝ- ኣብቲ ተፍትሽ ኣብ ሻንጦም ተረኸበ ቅርሺ ናይ እንታይ ናይ ሃ- ናይ እንታይ ሃገር ከራንሲ እዩ ብር ኣይኮነን ኣርባዓ ሺ- ኣር- ልዕሊ ኣርባዓ ሽሕ እዩ እቲ ቁፅሪ እውን ይፈልጦ እየ ግን እቲ ቁፅሪ እውን ተነጊረኩም መን- መን- እከለ እከለ እንተኢለኩም እውን ፀገማት ምስኡ ስለ ዘለዎ እዩ ሰባት እዮም ዝብለኩም ዘለኹ ውን እቶም ዝፈልጥዎ ይፈልጥዎ እዮም ግን ከምኡ ዝብል ዘለኹ ከኣ እቲ ሓደ ሓደ ነገር ክቁጥብ ስለ ዝደለኹ እየ ብሓጺሩ ኣብ ትግራይ ጸገም እኒሄና ይብለኩም ኣለኹ ጸገም እኒሄና ናይ ጸጥታና ናይ ስለያና መሓውር ምንባብ የለን እንደገና ቅርሺ ናይ ብልፅግና ሒዙ እውን ንክንፈርስ ይሰርሕ ኣሎ። ለምቅነ ሒዚ ኣብ ከተማታትን ኣብ ገጠርን ትግራይ ናዕቢ ንክፍጠር ዝሰርሑ ሰባት ኣለዉ። ዝምልከቶም ኣካል ከዓ ነየ ኣብፂሕናዮ ኢና እቲ መልእኽቲ ይምልከተና ኢሎም ተገዲሶም ዝሰርሑ ከም ዘለውና እውን ኣይትረስዑ። ነገር ግን ኣብዛ ሰሙን እዚኣ ናብ ኣዲስ ኣበባ ላዕለዋይ ኣመራርሓ ናይ ፀፅታ ትግራይ በጺሑ ዝመጽሉ ምክንያት ንምንታይ እዩ ታይ ስለ ተደለ እዩ መን ከ ይፈልጦ እዙይ እታ ውድብና ሕወሓት ትፈልጦ ዶ ላዕለዎት ኣመራርሓ ሰራዊት ትግራይ ይፈልጥዎ ዶ ስለያ መሓውራት ትግራይ ካምፖርማይዝ ኮይኑ ድዩ ኣይኮነን ኬላታት ተሻጊሮም ከይዶም ብኣየር ተሳፊሮም ኣዲስ ኣበባ በፂሖም ምስጢራት ናይ ትግራይ ምድላዋት ናይ ትግራይ እንታይ እዩ ዝመስል መልክዑ ንጸላእትና ኣብጺሖም ዝመጹ እዚኣቶም መሓውር ስለያ ናይ ጎረባብቲ ክልላትን ሃገራትን ኣብ ኢዶም ጨቢጦም ዝሓዝዎ እዩ። ናይ ስለያ መሓውር እየ ዝብለኩም ዘለኹ። ኢንፎርሜሽን ብጣዕሚ ዲቴል ዝሕዙን ዝመርሑን ኣካላት እዮም። ሶ እዚ ግዜያዊ ምሕዳር ሲ እንታይ ዝገብር ዘሎ ኢልኩም ሕቶ ይምፀልኩም ካብ ብደገ ሂዚ ኣብዚ ክልተ ሰለስተ መዓልቲ እዚ ካነየ ኣብ ወፃኢ ዘለዉ ሰባት ናይ ሓድሓደ ኣመራርሓ ኣብ ትግራይ ዘለዉ ደው ኢሎም ጀነራላትን ኮነሬላትን ትግራይሲ ኣክቲቪስት እናቆፀሩ ከምዚ ከምዚ ይገብሩ ኣለዉ ኢሎም ብደገ ብኣሜሪካን ብካሊእ ዘለዉ እናደወሉ መፀለምታ ናይ ሰራዊት ትግራይ መራሕቲ ተጀሚሩ ኣሎ ሒዚ እዚ ከምዚ እዩ ከምዚ ኢለን ዓበድበድ ዝብላ ዘለዋ ትፈልጥዎ ዲኹም ኣነ እቲ ሽመን ይትረፈኒ ቅድሚ ሕዚ እውን ያው ግብረ መልሲ ክህብ ኢለ ስኡ ኢለ ዘየድሊ ቃል ስለ ተጠቐምኩ ገልገሌኹም ትኽክል ኣይኮነን ቃልስኻሲ ካብ ንላዕልና ንፅበ ስለ ዝበልኩምኒ የኽብረኩም እየ ፀገም የብለይን ስለዚሁ መራሕቲ ትግራይ ጀነራላት ትግራይ ሒዚ ታርጌት ዝግበርሉ ዘለዉ ምክንያት እንታይ እዩ? ብኣመሪካ ዘለዎ ዘለዋ ዓበድበድ ዝብላ ሰባት ንፈልጦ ኢና። እዚዩ ማንም መራሒ ናይ ትግራይ ናይ ሰራዊት ይኹን ናይ ፖለቲካ ይኹን ውልቀ ሰባት ሚኪ ንዓ ከምዚ በል ሚኪ ንዓ ከምዚ ግበር እናበለ እለይ ንዋዕሮ ከምዚ በል ከምዚ ግበር እናበለ ዝመርሐና ወይ ደማ ንኽውከው ገለ ኣይኮናን። ንሱ ኣይኮነን ትቐንዲ ግን እታ መልእኽተይ እዚኣ ሓዝዋ ኣሕዋት። ብዚኣ ምንታን ክትርደኩም ክሓጽበልኩም ለምቅኔ ኣብዛ ሽዱሽተ መዓልቲ እዚኣ ኣብ ትግራይ ለውጢ ይመጽእ ኣሎ እዩ። እቲ ለውጢ እንታይ እዩ? ግዝያዊ ምሕዳር መዓልቱ የብቅዕ ኣሎ ሓደ። ካልኣይ ግዝያዊ ምሕዳር ስቕ ኢሉ ከም ዘይወርድ ብናሃቱ ፒኣር ፐርሰን እቲ ኣብ ኣዲስ ኣበባ ዘሎ ወዲ ወታደር ነጊሩና እዩ በምሓርኛ። እምሓርኛ ንመንከ እቲ መልእኽቲ እዩ ደልዩዎ ንፈልጥ ኢና ግን እዙይ እናበልናስ ኣብ መቐለ ዝኔዉ ላዕለዎት መራሕቲ ናይ ስለያ መሓውራት ዘይቆፃፀርዎ ኣብ ውሽጢ ኢዶም ዘሎ ዝዘርግ ዓለቕቲ እንታይ እዩ ዝገብር ዘሎ እታ መልእኽተይ እዚኣ እያ ኣብ ኣዲስ ኣበባ በፂሑ ዝመፀ ላዕለዋይ ኣመራርሓ ስለያ መሓውር ትግራይ እንታይ ክገብር እዩ ከይዱ መን እዩ ልኢኽዎ ስለያ መሓውር ናይ ትግራይ ከ ይፈልጦ ዶ ኣብዚ ከም ዘብለኒ ዘሎ ኣብ ተፈላለየ ሰክተራት ኣብ ናይ ትግራይ ዘለኹም ኣካላት ስለ ትሰምዕዎ እዚኡ ስለ ትረኽብዎ መን ምዃኑ እውን ትፈልጡ ኢኹም ዘይትፈልጡ ካነ ብግምት እውን ኣይጠፍኦኩምን እቲ ኣዲስ ኣበባ በፂሑ ዝመፀ ኣካል ጽባሕ ንግሆ እዘን ሽዱሽተ መዓልቲ ሸውዓተ መዓልቲ እዚኤን ዝመጻ ዘለዋ ውድብና ህወሓት ኣከያይድኡ መንግስታዊ ናብ ቦትኡ ይመለስ ኢለ ኣለኹ። ቤት ምኽሪ ናብ ቦትኡ ይመለስ ኢለ ኣለኹ። ምዕራብ ትግራይ ንእቶ ኢለ ኣለኹ ኣነ ከም ናተይ ርእይቶ እዚኣ ትዕግስቲ ገይረ ክጽበያ እየ። እዚኣ ምስ ተዛዘመት ግን ነገራት ክቅየር እዩኣብ ትግራይ ናይ ስለያ መሓውራትና ናይ ፖሊስ መሓውራትና ናይ ፖሊስ መሓውራትና ናይ ሰራዊትና እውን ባክብል እየ እዚኣት ኩሉ ክመዓራረፍ እየ ብዙሕ ለውጥታት ክንሰምዕ ኢና መግለፂ ባዕሎም ክውና እዮም እዚ ናይ ስለያ ኣመራርሓ ኣዲስ ኣበባ በፂሑ ዝመፀ ግን በፂሑ ከምዘይመፀ እዩ ዝክሕድ ዘሎ ሒዚ እውን ክሒዶ ኣሎ ከምዘይከደ ንሕና ግን ደናቑር ኣይኮናን ንከታተለኩም ከምዘለና ንፈልጥ ከምዘለና እውን ከይትርስዑ ኢኹም ባይዘወይ ኣብ ኣዲስ ኣበባ ዘለው ገረድ ናይ ብልፅግና ግን ፅባሕ ንጎ ብጎቲም ካራ ባዕሉ ከምዝሓርዶም ከይትርስዑ ኢኹም ኣብ ውሽጢ ትግራይ ኮንካ ኣብ ሰራዊት ኣብ ስለያ ኣብ ፖሊስ ኣብ ወዘተ ኮንካ ግን ልኡክ ናይ ብልፅግና ኢልካ ንቅርሺ ንግዚኡ ንከብድካ ኢልካ ትሰርሖ ዘለካ ትኸድዎ ዘለኹም ከይድታት ውልቀ ሰባት ግን ንፈልጠኩም ከም ዘለና ጸብጻብ ንሕዝ ከም ዘለና መን ምዃንኩም ንፈልጥ ምዃንና ኣብቲ ኣዲስ ኣበባ ከድኩም ትራኸብዎ ኣካል እውን ምሳና ብዝተፈላለየ መገድታት ንረኽቦም ንፈልጦም ስለ ዝኾንና ከምዚ እንዳ ኣጋጣሚ ከምኡ ኢልካ ይዝረብ ንደገ ብምሽጢር እዩ ዝተሓዝ ገለገለ ትብሉ ሰባት ኣለኹም ይርዳና እዩ ኣነ ዛረቦ ዘለኹ እዚ ዓሰርተ ፐርሰንት ኣይኸውንን ነገር ግን እዚኣ ንትግራይ ንምፍራስ ውዳበታትና ንምፍራስ ሰራዊትና ንምፍራስ ሒዙ እውን ኣብ ውሽጥና ኣብ መቐለ ኮይኖም ይሰርሑ ኣለዉ ካብ መቐለ ካሊእ ይትረፍ ከኣ ነየኢ ኣሰላልፋና ኣዋዳድባና መገድና ናበይ እዩ ሒዝ ዘሎ ኣብዚ ሰሙን እዚዩ ጉዕዞና ተገንዚቦም ኣጽኒዖም ኣብ ስለያ ኣመራርሓ ኮይኖም ካብ ትግራይ ነዲስ ኣበባ በጺሖም ምምጽኦም ብጣዕሚ ዘሕፍር ብጣዕሚ ሓደጋ ብጣዕሚ ክንጥንቀቐሉ ዝግበእና ነገራት ስለዝኾነ ኣውዚዩ ሕድሕድ ትግራዋይ ልቢ ግበር ኣብ ሰራዊት ዘለኻ ኣብ ፖሊስ ዘለኻ ህዝቢ ትግራይ ብሓፈሻዊ ኣብ ውሽጥና ኮይኖም ውድብና ሕውሓት ሒዝውን ንኸፍርሱ ንኽብትኑ ዝሰርሑ ዘለዉ ኣካላት ኣብ ስለያ ኣብ ፀፅታ መሓውር ላዕለዎት መራሕቲ እዮም ምስ ብልፅግና ብስልኪ ብገለ ዘይኮነስ ብኣካል ኣዲስ ኣበባ ከይዶም ሒዚ ከም ብሓድሽ ተራኺቦም ኣብ ምድላውና ዕላማና ናበይ ንኸደልና ኩሉ ነገር ኣብጺሖም መጽዮም እዚኦም ገረድ ናይ ብልጽግና ልኡኻት ጽባሕ ንግሆ መንነቶም ወይ ውድብ ሕውሓት ባዕላ ትነግረና እያ ወይ ከኣ ንሕና ንቃለሰን ናብ መይዳ ዘለና ብሽሞም ጌርና ወጺና ክንዛረብ ኢና ንሒዚ ግን ትሽሞም ይጽንሐልና ትተግባሮም ግን ንነግረኩም ኣለና እዚ እዚ ከኣ ክትሕዝዎ የደልየ ምክንያቱ ኣነ ተዳጋጊም ከይትውሉ እምበር ቅድሚ ሕዚ እውን እኒ ወለጋ ዘዛጋጅውዎም ዝነበሩ፣ እኒ ጉዕሽ ገብረ ዘዛጋጅውዎም ዝነበሩ ኮማንዶታት ኣብ ውሽጢ ፖሊስ ተሰግሲጎም ኣብ ፖሊስ ትግራይ ኣብ መቐለ ደጋጊመ ወፅየ ተዛሪበሉ እየ። ደጋጊመ ወፅየ ተዛሪበሉ መጨረሽኡ ልቢ ተባሂልዎ ነገራት ተራእዩ ሓቂ ምዃኑ ተፈሊጡ እንዲያውስ ገልገሊኦም ታንኪ ሚኪ እኳ ተባሂለሉ ኣለኹ እየ። ንእዙይ ንኽፍሽሉ ግን ኣንፃር ናይዙ ዝኸዱ ዘለዉ ልኡኻት ናይ ብልፅግና ግን ሓደ ፅሑፍ ሪኦ ኣለኹ ንኣብነት ጉዑሽ ገብረ ፍትሕዎ ንብል ነበርናስ ምስቲ ሓራ መሬት ምስቲ ዓፋር ዝኸሓደ ዝኒሀ ኣካል ምስኡ ምዃኑስ ኣይፈለጥናን ኔርና ኢሎም ካብቶም ፍትሕዎ ንሻዕብያ ኢኹም ሂብኩሞ እናበሉ ዝፍክሩ ነበሩ ብሶሻል ሚድያ ፌስቡክ ሒዚ ሎማዓንቲ ባዕሎም ለጢፎሞ ኣለዉ ጉዑሽ ገብረ ፎቶ ገይሮም ኣይፈለጥናን ኔርና ኢሎም እታ ፎቶ ንሳ ናይ ጉዑሽ ገብረ ዝለጠፍዋ ካብቶም ቅድሚ ሒዚ ሻዕብያ እዩ ሒዝዎ ዝኒሀ ንጉዑሽ ገብረ ዝበሉ ሓደ እዩ ናቱ ድርጅት ጽላል ምዕራብ ትግራይ ትብል ኣብቲ ናይ ብልጽግና ጀነሳይደር ኣኼባ ናሃቶም ኣቦ ወንበር ኣብኡ ተሳቲፉ ኣሎ ሪኢኹሞ ኢኹም እዚኣቶም እዮም እቶም ናይ ትግራይ ጀጋኑ ተቃለስቲ ዳያስፕራ ትብልዎም ኣብ እስራኤል ኣብ ኣሜሪካ ኣብ ለንደን ኣብ ጀርመን ኮይኖም ናይ ብልጽግና ልእዃት ኮይኖም ግን ምስ ሕወሓት ገሊኦም ምስ ሕወሓት ከም ዘለዉ ኣባላት ሕወሓት ከም ዝኾኑ ደገፍቲ ሕወሓት ከም ዝኾኑ ገሊኦም ደገፍቲ ሰራዊት ትግራይ ተቃለስቲ ትግራይ ምዃኖም ገይሮም ኣብ ውስጥና ኮይኖም ሰባት እናዳናገሩ ዝሰርሑ ዘለዉ ኳነየ ንዚኣቶም ቀልቢ ግበርሎም ንሕና መትከላውያን ሕወሓትና ሒዝና ሰራዊትና ሒዝና ህዝብና ሒዝና መሰስ ኢልና ክንወጽእ ኢና ጽምዶ ምስ ኤርትራ ጽምዶ ምስ ኣምሓራ ጽምዶ ምስ ሰዳን ጽምዶ ምስ ኩሉ ዝሓሬናዮ ሰላም ጸላእቲ ቀኒስና ብሰላም ክፍታሕ ንመኮር ኣለና መጨረሽኡ ግን ህዝቢ ኤርትራ ምሳና ምስላፉ ኣይንቁጠዐሉን ህዝቢ ትግራይን ህዝቢ ኤርትራን ሰላም ገይሩ ብሓደ ኮይኑ ተፋቂሩ ክነብር እዩ ሒዙ እውን ፈተኹም ጸላእኹም እዚ ሰላም እዚ ክተፍርሱ ክትዘርጉ ምስ ብልጽግና ኮይንኩም ንህዚ ትግራይን ንህዚ ኤርትራን ክተባኣሱ ትምኩርዎ ዘለኹም ትገብርዎ ዘለኹም ጎስጓሳት ግን ውድቂ እዩ ንኣና ማንም ሰብ ኣይከታተለኩምን ማንም ሰብ ንኣኹም ተኸቲሉ ንህዚ ትግራይን ንህዚ ኤርትራን ይቃተል ይባኣስ ኢሉ ዝስለፍ የለን ህዚ ክል ተለኹ ሰራዊት ናይቲ ህዝቢ ኣካል እዩ ናይ ክልቲኡ ሰራዊታት ናይ ትማሊ ዝነበረ ስቓይ መከራ ጭፍጫፌታት እዙይ ንሕና ናብኡ ተመሊስና ክንኣቱ ዘይኮነ ንሱ ካሕሳ ዝግብኦ ካሕሳ ክወሃብ ብሕጊ ዝጥየቅ ብሕጊ ክጥየቅ ጌጋ ተሰርሐ ግን ንሕና ምስ ብልፅግና ኮይና ንኤርትራ ኣይንወግእን ምስ ብልፅግና ተሰሊፍና ኣምሓራ ክልል ይኹን ዓፋር ይኹን ሶዳን ይኹን ኤርትራ ይኹን ኣይንወግእን ኣይንወግእን በቃ ኣይንገብሮን እዚ ተስፋ ቁረጹ ኣንቱም ባንዳታት ኣንቱም ካሕዳማት ማንም ትግራዋይ ምሳኹም ተሰሊፉ ንህዝቢ ኤርትራ ኣይጭፍጭፍን ህዝቢ ኤርትራማ ህዝብና እዩ በቃ ትፈተኹም ጸላእኹም ንኣይ ድልየትኩም ጽረፉኒ ምንም ኣይመስለኒ ኣብ ኮመንት ናተይ ድልየትኩም እናተጻረፍኩም ኣነ ድሊት ኣይገብረኩም ሪሙም ኣይገብረኩም ስነ ስርዓት ካብቶም ምኻኑ ጸገም የብለይን ህዝቢ ኤርትራ ግን ማንም ናይ ብልጽግና ናይ ሸዋውያን ልኡኽ ሒዙ ምስ ሽዋ ተሰሊፉ ንኤርትራ ዝዘምት ንህዝቢ ኤርትራ ዝጭፍጭፍ ትግረዋይ የለን በቃ እዙይ ፍለጥዎ ኣነ ከም ሓደ ትግረዋይ ይነግረኩም ኣለኹ እወ ሕቡን ትግረዋይ ሕርር በሉ ትግረውነተይ ሬኹሞ ትሪእዎ ኣለኹም ደዚዩ ኣብ ልበይ ኔ ካርታ ናይ ትግራይ እውን ካብዚ ይወፅን ካብ ልበይ ስለዚ ኣነ ከም ሓደ ትግረዋይ ናይ ኤርትራ ዝነበረ ፀገም ብጥይት ዘይኮነ ምስ ብልፅግና ኮይነ ንኣኣቶም ከጥፍእ ክጭፍጭፍ ኣነ በቃ ህዝበይ በዲልኩም ኢኹም ኢለ ኣብዚ ኣብዚ ኣብዚ ካሕሳ የድልዮ እዩ ህዝበይ ኢለ ምስ ኤርትራውያን ከፍ ኢለ ክዛተ ተለኹ ናይ ልቢ ልቢ ዝገበረ ሰብ ምዃነይ ህዝቢ ኤርትራን ህዝቢ ትግራይን ባዕሉ ይፈርደኒ ማለት እዩ። ተተጋግየ ባዕሉ ህዝቢ ትግራይን ህዝቢ ኤርትራን ንኣይ ይእርመኒ ኣብቲ ጌጋይ። ግን ኣነ ምስ ብልጽግና ተሰሊፈ ዘይኮነ ንህዝቢ ኤርትራ ክጭፍጭፍ ኣስመራ ጋዛ ክገብር ንህዝቢ ኤርትራ በቃ ህዝበይ ምስ ብልጽግና መጺኹም ስለ ስለ ተበደለ ህዝበይ ካሕሳ የድልዮ እዩ ዝቕጻዕ እውን ይቀጻዕ ኢለ ምስኣቶም ተዛትየ ከፍ ኢለ ክማየጥ ተለኹ እዚዩ ናይ ብስለት እዚዩ ናይ ለባም ስራሕ ይኸውን ከም ብሓድሽ ህዝቢ ትግራይን ህዝቢ ኤርትራን ክዳመ ኣብ ጽልኢት ክነብር ጎስጓስ ትገብሩ ዘለኹም ግን ሚእትን ዕስራን ሚእትን ሰላሳን ሚልዮን ተዓጽዩ ሒዝስ ኣብ ኦሮምያ ክልልስ ናይ ባሕሪ ልምምድ ገይሩ ኣሎ ብልጽግና ንምንታይ እየ ዘምጾ ዘለኩ ኤርትራ ጨፍጪፎም ንሕና ውን እቲ ሕነ ክትፈድዩ ዝብሃል ስራሕቲ ዝስራሕ ዘሎ ጎስጓስ ብሓደ ሓደ ካሕዳማት ተጋሩ ንኤርትራ ክንጭፍጭፍ ኣይንፈቅድን ሞራልና ኣይፈቅዶን ዕላማና እውን ኣይኮነን ዕላማና ኣብ ሸዋ ዘሎ ሓይሊ ንምድምሳስ እዩ መሬትና ንምምላስ እዩ ተማዛባሊ ህዝብና ናብ ዓዱ ምምላስ እዩ ህዝቢ ኤርትራ ከኣ ወገንና እዩ ስለ ተጋገዩ ኣብቲ ናይ ትግራይ ዝነበረ ኹናት ንሕና እንደገና ምስ ብልፅግና ኮይና ተመሊስና ንኣቶም ክንጭፍጭፍ ግን ኣይንቕበሎን ንብለኩም ኣለና እዙይ ኢለ ናይ ትግራይ ጉዳይ ኣብ ቀረባ ኣብዚ ሰሙን ዝመፅ ዘሎ ሰሙን ብዙሕ ምዕባለታትን ለውጥታትን ስለ ንርኢ ትግራዋይ ተዳሎ ተዛጋጆ ኣዮኻ ብዙሕ ነገራት ክመዓራረ እዩ ፅቡቕ ነገራት ክንርኢ ኢና ህዝቢ ትግራይን ህዝቢ ኤርትራን ግን ንዘለኣለም ብሓደ ክነብር እዩ ብሰላም በቃ ፈትኹም ፀላኹም ህዝቢ ኤርትራን ህዝቢ ትግራይን ተፋቒሩ፣ ጸገማቱ ፈቲሑ፣ ካሕሳ ዝግብኦ ሰብ ተኻሒሱ፣ ብሕጊ ዝጥየቕ ሓቲቱ፣ መጨረሽኡ ብሰላም ኢና ክንነብር ድሕሪ ሕዚ። ኣይንቃተል ንሕና። ጎራብቲ ጥራይ ኣይኮናን ንሕና ተጋኑ ኤርትራውያንን ኣሕዋት ኢና። እወ ንሕና ብጽልኢት ኣይዓበይናን። ህዝቢ ኤርትራን ህዝቢ ትግራይንሲ እቲ ዝተዳመዮ ዝተቓተሎ ዝነበረ ጨፍጫፍ ንሕና ካብኡ ተማሂርና፣ ትሪእዎም ኣለኹም ኣመሪካ እና ጃፓን ብሓደ ማዕቢሎም ብሓደ ሰላም ገይሮም ኣብ ሸቀጥን ኣብ ንግድን የለው ኣብ ሀሮሽማ ተገበረ ጭፍጨፋ ብኣመሪካ ን ንጀፓን ታሪኽ ረይዎ ንሕና ግን ተጨፍጭፍና ኢልና ምስ ብልፅግና ተሰሊፍና ንኤርትራውያን ኣይንጨፍጭፍን እዚ ክተለኹ ሓፍ በጠቕ ትብሉ ተጋሩ ትፃረፉ ተጋሩ ርእስኩም ኣስተኻኽሉ። ህዝቢ ትቕበሉ ኣበታትሉ ኤርትራውያን እውን ርእስኩም ኣስተኻኽሉ ምስ ብልጽግና ተሰልፍኩም ተጋሩን ኤርትራውያንን ግን ህሊናኹም የለን ህሊናኹም ስለ ዘየለ ንኣኻትኩም ዝኸውን መድሓኒት እውን ክንረክብ ኣይንኽእልን ኢና ስለዚ እንታይ ኢና ንገብር ኣጀመል ከልብ በንባሕ ወጀመል ማሺ ዝበሃል ብዓረብኛ እቲ ከልቢ ይነብሕ ታጊመል ግን ትቕጽል መገዲ ጉዕዛ ንሕና ጉዕዞና ንቅፅል ምስ ህዝብና ንስለፍ እቲ ዘዕገርግር ይዕገርግር ሒዙ እውን ህዝቢ ትግራይን ህዝቢ ኤርትራን ሓደ ማሕበረሰብ እዩ ክልቲኡ ነናቱ ዓዲ ሒዙ ጎረባብቲ ኮይና ብሰላም እዚ ህዝቢ እዙይ ብደም ምፍሳስ ዘይኮነስ ብደም ተዋሲቡ ደም ሓደ ደም ዘለዎ ተዋሰወ ብሓደ ዝበልዐ ዝሰተየ ብሓደ ጸሎት ዝጸለተ ብሓደ ዝሓዘነ ኣብ ሓዘን ግዜ እውን እዩ ስለዙይ ንዚ ክልቲኡ እዚኡ ምክንያት እናፈጠርና ክብተን ክፈርስ ክቃተል ትምኩሩ ዘለኹም ኣካላት ስነ ስርዓት ግበሩ ናይ ሽዋ ልኡኻት ኮይና ግን ኣይንነብርን ወገንና ኤርትራውያን ልቢ ግበሩ ለባማት ኢኹም ኣነ ከም ሓደ ትግረዋይ ንኣ ኩሉ ግዜ ዝብለኩም እንታይ እዩ መንእሰይ ኤርትራ ኣብ ደገ ዘለኻ ልቢ ግበር ብቶም ግዚኦም ዘብቅዐ ብቶም ጽልኢት ናይ ኤርትራን ናይ ትግራይን ኣሕዲሮም ዝፍክሩልካ ዘለው ብሽም ብርጌድ ንሓመዱ ዝሽቅጡ ዘለው ብርጌድ ንሓመዱ ዘይኮኑ ኤርትራውያን ኣይትሸወድ ኣይትዓሹ ህዝብኻ እዩ ወርቂ ህዝቢ ኤርትራ ህዝብኻ እዩ ወርቂ ህዝቢ ትግራይ ህዝቢ ትግራይን ህዝቢ ኤርትራን ሰላም ኢልካ ትግራይ ትስዕር ተኢልካ ሂዚ እውን ትግራይ ትስዕር ክንብል ተለና ህዝቢ ኤርትራ ይስዕር ህዝቢ ትግራይ ይስዕር ሓቢሩ ብሰላም ይነብር ኢና ንብለኩም ዘለና ንዚኣ ትጸልኡ ሰብ ክትኮኑ ኣይትኽእሉ ኢኹም ብዘይካ ሸያጥን ስለዚዩ በብዘለኹሞ ሰላም ኩኑለይ ኣየኹም ክትወግሕ እያ ብልፅግና ክድምሰስ እዩ ምዕራብ ትግራይ ክምለስ እዩ ህዝብና ናብ ዓዲ ክምለስ እዩ ህዝቢ ትግራይን ህዝቢ ኤርትራን ህዝቢ ሱዳንን ተፋቒሩ ብሰላም ክነብር እዩ እዙይ ሰላም ዘይደልዩ ኣካላት ግን ተሳዒሮም እዮም ብፖለቲካ ይኹን ብኩሉ መሓውር ገጢምናሎም ፀሚድናሎም ስለ ዘለና ፈለኽ ኣይንብል ንሕና መትከላውያን ኢና ተጋሩዋኒ ብጣዕሚ እየ ዘኽብረኩም ብጣዕሚ እየ ዝፈትወኩም ኤርትራውያን ኣሕዋትና እውን ብጣዕሚ ነኽብረኩም ተቓለሱ ኣዮኹም ናይ ሓደ ሓደ ሃላያት ሃህ እናበሉ ስለ እተጻረፉ ስለ ዘናኣእስኹም ብኣቶም ሰንኪ ካብ መስመርኩም ኣይትውጽኡ ሕነ ምፍዳይ ዝበሃል ዘረባታት ጠጠው ኣብልዎ ንሕና ፍቕርን ሰላምን ኣብ ህዝቢ ትግራይን ኣብ ህዝቢ ኤርትራን ኢና ጎስጓስና ንገብር ዘለና ኣነ ይብለኩም ኣለኹ ባዕለይ በብዘለኹሞ ሰላም ኩንለይ የቕንየለይ ጽባሕ ንራኸብ ከም ብሓድሽ Thank you።